ደሓን ጸገም የብሉን ቸላ ካልእ ሸዓ ኣብ ፋንዋ ከተብለ ደሓን በል ኣነ ሓንቲ ጓል እየ ዝፈቱ ንሓንቲ ጓል እኻ ዘፍቅርዮ ማኔ ገዓልክዮ ኣጨናንቕዮ መንግስትና ምን እያ ንገረና ንሓንቲ እያ ንፈልጣልካ ወይደን ኣለትካ እንደ ኣነ ወላ ምስ ወላ ምስ ማንም ጓል ዘወርኳ እንተሪኻን እኮ ተንኪፈ ኣይፈልጥን እየ እንትርፊ ዕድል እያ መን እያ እዚኣ ዓባይ ሰበይቲ መን ዓባይ ሰበይቲ? እዚኤን ክልቴን ዓበይቲ ኣንስቲ እንድየን ንስኻ መንእሰይ እንዲኻ መንግስትና። እዚ ወዲ ይንዕቐኒ ኣሎ ሸሊት ኣይንውጻእዶ?
ንውጸሉ ንውጸሉ በቃ እቲ ቲክቶክ ባዕልኻ ሕዞ እኻ እቲ ጌምን ገለ ባዕልኻ ተቆጻጸሮ። ትረዳሃኒ ምስ ብሰበይትኻን ብናብራኻን ዝመጸካ ተረዲኻን ተሰየፍ እየ ዝብል ተኣምር ክልመዮም ሰበይተይ እንተኾነት ከምኡ እያ ትብለኒ ትረዳሃኒ። እታ ሜርሲ ትብገስ ኣላ ጸሎት ግበሩለይ ትብል ኣላ። ሜርሲ
ኣምላኽ ምሳኺ ይኹን በልያ እስኪ እታ ኣምላኽ ኣቦና ካብ ብልብኺ ደኣ ጸሎት ጌርኪ በዓ ንደቅሲ በልያ።
ካበይ እያ ትብገስ ዘላ?

እንታይ እንታይ ጌርካ ኣላ ዋና ኣይንገርን ጸሎት ዝገበርካ ኣይንገርን እኳ ዋላ እንዳበላዕካ ጸሎት ተገርካ እንታይ ገርካ ጸሎት ኣይበሃል ኔቦሌኹም ይበሃል ኔቦ ኔቦሌ ንሰብ ከም ኢልካ ሕተት ጸሎት
ናይ ገሪምን እምበር ኣነስ ኣብ ክትድቅስ ኮለካ ዲካ ገለስ ጸሎት ግበረላ ኣምላኽ ኣቦይ ነዞም ኣብ ሊብያ ደለዉ ብሰላም እትዎ ነገራት ብል ተጸቢካስ ጽንሕ መሚት ክገብሮ ገሌልካ እምበር ጽቡቅ እቲ ጸሎት ምግባርካ ወጸሎት ንሰብ እንታይ ጸሎት ትገብር ምስ ኣምላኽ ናትካ ና ኣምላኽ ጉዳይካ ዘለካ ተርዳ ንሰብ ተነጊርካያ ድኣ ተንፍሶ እኮ ኢካ ዘለካ ኣነ ህጂ ጾ ጾም ኣለኩ እንተ ኢለኪ ተጾይመ ጾይመ ኣለኩ እንተ ኢለኪ ተድነኒ ተነጊረኪ ተድነኒ ኣነ ከምዚ ሰዓብኪ እዩ ከምኡ እዮም ዝባል ኣብ ዓድና ጾሎት ህጂ በስማም ክብል ከለኩ ኣነ ህጂ ሰብ ክሰምዐኒ የብሉን በስማም ክብል ከለኩ
ሓንቲ ሕቶ ኣላትኒ
ሰብ ጸ ጸይሙ ከሎ መስተ ክሰቲ ይፍቅሮ
እንድዒ ኣነ ከምኡ ይፈልጥን እንድዒ እንድዒ ሳስ ያ ከም ናይ ቀደማት ዓሻታት ዘለና ከይንመስለኩም ደቢምና ኢና ሕጂ ያማ ስባ ፍለጡ ያው ሰብ ያው ብሉ መዋሉ ተዳን ኣብ ድኳን ኣይኮነ ዝነብር ኣብ ናብራኻ ይነብር እዩ ተዳን ፊል ሽቅጥ ኣይኮነ ዝነብር ተና ንስኹም ተዳን ሽቅጦላ ኣይኮንኩም ትነብሩ ሙሉ መዋልኩም ተና ኣዝለ ክንምርዓይና ክንወልድ ኢና ክንፈሪ ኢና ክንፀጊ ኢና ክንዕጸ ዲና ክንጥሓን ኢና ሃኒ ሃኒ ትሪሩ ድምጽኺ ኣሃ ዓዊለ ድሕራ ረጒዱ ተሰምዐኒ
ሽሊተይ ዋ ድምጸይ እሞ ከምኡ እዩ ናይ ከምዚ ድምጽኺ እንታይ ዳሉ ትጋጭ ድዩ ወላ እንታይ ኢላ ኣለይ ከም ድዝ ኢልኒ ክልተ ለባማት ክብረት ሃበልና። ያእ ክብረት ይሃበልና ምሕረትካ ይሃበና። እው ሸላ ግን ክንልብም ኮይና ምሽ ሕጂ
ለባማት ኢና ቴጋ ያዳ ለባማት እኛ ሰብ ሰብ ተዳን ስለ ዒላማ ስለ ዘይብልና እኳ እዩ ስለ እቲ ዒላማ ስለ ትረ ተዳን እንታይ ድዩ ኣብ ህይወት

እታ ቆልዓ ገጅፍ ገለ ተኮይኑ ስውእ እሳብ ከብዲ ኣዲኡ ከሎ ድኮን ክላኣኪ ገለ ይባሃል እዩ ዛስ ዋይ ከምኡ ኢለካ።
ኣሃ ኣሜን ኣሜን ኣሜን ኣሜን ናይ ድሃ ኣሜን
ናይ ድሃ እሞ ከምኡ እንድዩ ዝባሃል መሰለ

እንድዒ ኣለ እዛ ትግርና ጠፊኣት ንሓደ ሓቲ ዘረባ እንድዒ ወላ ንባዕሉ እያ ሰሓት ሰሓገራት ለይ እንድዒ ተሓሰብኪ ተሓሰብኪ ኸ
ሽዑኡ እዋ ተሓሰብኪ ኸ ናተይ ናትኩም ቆልዓ ደኣ እሞ እንዳ ዱካን ጥራሕ ኣይኮነን ሲ እንዳ ኣውቶቡስ ከማን ሪጋ ክሕዘልና እዩ እንታይ ክለክ ወዲ ክንደይ ዓመት ማለት
ኣብ ከብዲ ዲነ ከሎ ናይ ኣብ ከብደይ ከሎ ከመይ ገሩ ከብድኹ ከሎ ክኸይድ ዳኣ ናበይ ንስኺ ንኽትንቀሳቐሲ ወይ ኣታ ሸለኹም እዩ ዝበሃል ምሕረት የውርድ በቃ
እንታይ ኣሜን ዶ ክብለካ ሕጂ

ላ ብሓቂ መንግስቲ ኢኻ
ተሓሰብኩማኸ ተሓሰብኩማኸያ እርዳን ያው ሓደ እንድዒ ከምዚ ክስታይ ምሸል ክዛረብ ይደሊ ኣውን ኮልኮ ጠጠው ይብል በቃ ኣፍ ይዕፀወኒ እንተልካ ንፍቕሪ

በት ላይፍ ጌራ ትከታተልና ኣላ ትስሓቅ ኣላ ኣብ መሬት ደይ ወደቕ ማለት ሲ ከምዚ ሓፍ ዘይብል ዘረባ ረዚን ዘረባ
ቁም ነገር ዘለዎ ማለት እዎ ቁም ነገር ዘለዎ ኣብ መሬት ደይ ወደቕ ዘረባ ይበሃል ካባኽ ድውለዱ ቆልዑት እኮ ኣብ ከብዲ ዲኦም ኣብ ከብዲ ከለዉ እዮም ዳድኳ እንድላኣኹ እስከበለኒ
ከም ገረ ጀንጅነት ይፈልጣነ
ኣታሸለ ሕጂ ጀንጅነኒ ከመይ ገይረ ጅንጅነክ ኢልካ ንማስኮም ጌርካ ጀንጅነኒ ኣነ ደክ ጀንጅነ ያው ካባይን ካባክን ዝውለዱ ቆልዑኩ ኣነሲ መንግስተ ሰማይ ከም ዝስቀሉ ክገብሮም

ኮፍ ኣቢልካ ተተዘራሪብካዮ ከምዚኣን ከምዚኣን ከምዚኣን ከምዚኣን ናብዚኣ ከምዚኣ ከምዚኣ ተልካዮ እሱ ንባዕሉ ዓቢ መቕጻዕቲ እዩ ናይ ደሃረምካዮ ናይ ደቐጥቀጥካዮ ገለ ኣይኮነን ብኣፍካ ተተዘሪብካዮ ኮፍ ኣቢልካ እንተረዲእካዮ እዚ ንባዕሉ መቕጻዕቲ እዩ
ያ ልካ
ምኾን ከለካ ደለኹ እንዳቐጻዕካ እንዳመዓድካ ኛዕ እንዳ መዓልቲ ኣዎ ጽባሎ ከመ ከምኡ ይሃኒ ከ ወላ እንዳ ተዛረብካያ ምሻለኪ ወላ ዝጎደለ እንታልዩካ ንገረኒ ከምዚ ዝኾነ ነገራት እንዳ እንዳ ነገርካያ እንዳ ቀጻዕካያ መቕጻዕቲ ማለት ከምዚ መቕጻዕቲ እያ ጽባሎ ከ ያ ቀዳማይ ወዲ ክስታይ ኣና ክንገብሮ እስከ እንታይ ቀዳማይ ወዲ ተኮይን ስታይ ነብሎ ከም ኔብልዮ እስከ ክስታይካ ኣይኮነና ዓይኒ ሕሰዳ ሕማቅ ናይ ዝዓለም

ምጅንጃል ተረዲኣትካ ኣላ ምሽ ምጅንጃል ማለት ንስኺ ከም ተፍቅድኒ ከመይ ገብረኪ ናይ ከመይ ጌርካ ተራግፀንን ተርግፀንን
ኣርጊፀኪ ተራጊፅና እንዲና ምርጋፅ ዳኣ ናበይ ዳኣ ምክንረጋገፅ እወ ተረጋጊፅና እንዲና ሞር ኣባኻ ሞር ፍቕሪ ከም ደልወኒ
ሞር ፍቕሪ የብልክን ድዩ ከመይ ገይረ ሞር ፍቕሪ እንተሃልዩ ሞር ፍቕሪ ኣለኒ እንዲዩ ከምዚ ምሽ ፍቅርካ ንኣብነት ሕጂ ፉል የፍቅረካ እየ ምሽ ሕጂ ፉል ኣሎ ከመይ ጌርካ ሞር በቃ ስጋብ ሕምም ድብለልካ ስጋብ ኣብ ዓራት በጥ ኢለ ደቂሰ ከምደይ ትስእ ትገብረኒ ብፍቅርካ
በት ከምዚ ትስእ ከምዚ ከሎ እዚ ናይ ኤርትራ ፍቅሪ ዝበረ ዘይት ኣብ ዓራት ከምዘይትስእ ከጃናጅነኪ እየ እስከ እንታይ እየ ምክሪ ከጃናጅና እታ ንበዓልኪ እስከ ዝብል ሓኒተ ኣነ ኩሉ መዓልቲ ኣብ ሰዓት ኣብ ሰዓት እንታይ ክብላ ሓሲበ ነሪያ ሃኒተይ ኣብ ሰዓት ሰዓት ተዘይደዊለልኪ ስርእሲ እየ ዝሓምም ሃኒተይ ኣብ ሰዓት ሰዓት ተዘይደዊለልኪ ወይ ተዘይሰሚዐ ድምፅኺ ጭንቀት ዝገብረለይ ወላ ብ ስሚዕተይ ምቁጽጻር እየ ዝጸሉ ወላ ኣነ ከመይ ከጀናጅና ግደሎ እወ ኣብ ልበይ ኣቱ ኣሎ
ያ ሕጂ ያ ሃኒተይ ከምዚ ምሸለኪ ወላ ሙሉ መዓልቲ እንተዘይርእየኪ እኮ ማራይቲ ዓይነ ሕውዝውዝ ዝብለኒ
ሓቅኻ እዚ እኮ ሕውዝውዝ ዘይብለካ ብርሃን እንዴና

ከምዚ ገበሪ ትሪ ሲክስ ኖርማል ሓጺብ ከይኣክል እዩ ገለ ገለ ኢላ ፈሊጠ ከላምዳ ኢለ ኮርዶን ከመይ ገርካ እቶ ገለ ገለ ንዓኣ ክምህረካ ንዓኣ ክምህራ ኢለ ተድኣ እምበር ኣነ እንታይ እንታይ ይምልከተኒ ወዲ ኣብ ሓዳር ክኣቱ ጽሉል ግን ንዓኻ ተድኣ ቀልጢፍካ ከተራኸብ ተርድኻ ኣላምድዮ ከምዚ ኣላምድዮ ከምዚ ኣብ ዩቱብ እንዳሰሰዓዓምኩም ኪስ ገለ እንዳገበርኩም ኣብ ዩቱብ ፍቕርኹም እንዳገበርኩም ገለ ተጠቀሙ ገለ ይብለኩም ነረ እንታይ እሞ ኣነ እንታይ ለደ ኣነ

ኣንታ እታ ከሰብ እንዳ ማዕብል ምዕብል ንስኻ ናብ እንዳ ወረድካ ትወርድ ከመይ ዓይነት ጽላል እዩ ዘለካ ኣንታ ንስኻ እንታይ በዓቲ ወዲ ዝም ዝብዚ ኣነ ዘላ ሓርገ ሓቂ ዘረባ ክንዛረብ ሸላ ዓርኪ ሕጂ ንስኻ ኣብ ኤርትራ ትፈልጦ ነርካ ዝኽሉ

ነፊሕናዮ ኣብቲ መገዲ ሲ ኢና ንፃወተሉ ወይ ዘን ባዕረከታት ገለ ኢለን ፀሪፈናና ሽዑ ሃዲምና ከድና
ሕጂ ኮንዶም ንሕና ቀደምና ፈሊጥና ብናእሽና ኮለና ኢና ፈሊጥና ኣባ ሰላማ ይበሃል ነሩ በዓል ደቐይ

ምስ ሃብኮን ሽዑ ክፍት ምስ ኣበልኮን ኡይ ኣድመን ታሕት ኣመን ኡይ ኣነ ስሓቕ ወይነ
ፍናን ፍናን ፍናን ሓንቲ ዶ ክሓተካ ፍናን ሓንቲ ዶ ክሓተካ ወይ ወይ ናይ ቲክቶክ እዩ ኣብ ቲክቶክ ክዛረበ ይደሊ ነበል ወይ ከዓ ሓቂ ገረ ይፈልጥ ነበል

ደስ ዝበለ ዝዛረብ ደስ ዝበለ ዝገብር ስማዕ እንዶ መንግስቲ ኣነሲ ሓንቲ ስክፍታ ኣላትኒ ኣብ ኤርትራ እዚ ከምዚ ኣለኻ ምሾ ሓራሙ ፈቲኻየን ሕራይ ዘይብላኻስ እንታይ ክንገብረና
ሕጂ ብዓድና ይስከፋ እየን ደብዳበ ምስ ትፅሕፈላ የፍቅረኪ እየ እንተልካ ክሓስበሉ እያ ትብለካ

ደዓ ንመቓቕል ደሓን ብውሽጢ ኣነ እኮ ርገፅ ኣይብለካን እታ ፎርኖ ሒዛትካ ከይትኸይድ ኣነ እኮ ሓንቲ ወካይረ እያ
ኣረ ከዓ እዚ ስርዓት ገሪምኒ መንግስቲ ሳበይ ዝመጣ ልቢ ይብኒ ዝኣገለ ኢለ እዋይ መንግስቲ እኮ

ሪናዎ ንስራ ፈለማ ገለም ሸለካ ምዳና ትብዕራይ ዲባላ እንተኮይኑ ፈለማ እንተኮይኑ ትብዕራይ ከም ተስታይ እንተኮይኑ
ወልሕሱለን
ወላ ወላ ክሳይ ላላላ ከምኡ ከም ኮ ዝብለካ ዝኾን ስዕና ዳ ምንታይ ንስሓ እንዳ ምግድን ከንፈር እንዳ ንማል ከንፈር ኣንስሓ ከራ ከመይ ጌርካ ትረዋ
ወላዲተይ እሞ ገለ መለ ማቲታ እናገበረት ኣሻላ ዓርከይ ኖርማል ዲ ማቲታ እንታት ባኒ ከዓ ኩሉ እኮ ተገሩ እኳ ሳክት ኣብዚ ለባም ለባም ፃወታ ህዝቢ እምበር ተዳን ኩሉ ገሮም መፈቲኖም ማነጋ ዓርኪ ኩሉ ሰም ከማና ሓራራ እንዲ ንፈልጦም ኢና እዞም ህዝቢ እዚኦም ተዳን ንሶም ቆልዑ ሃሊኹም በር ተዳን እዞም ህዝቢ ታሕቲ ዘሎ ገለ ዝፀፉ ገለገለ ዘሎ ተዳን ኩሎም ፈቲኖም እዮም ከማና

መን ከ ንስኹም ምዃንኩ ዘይፈለጥኩ ነይረ እንታይ ዝኾነት ጓል እያ እኮ ኢለ ዳሕራይ ተረኣኹ ሲ ብፌስቡክ ድክ ገለ ፍሬንድ ሰይ ፀኒሐኹ ውይ ፍሬንድ ሰይ ተሳሂለ ሶሪ ኢለ ውፅእኪ
ኮሜዲ ከመይ እዩ ሰለኪ እንታይ
ስማሸላ ሰበይትኻ ብጣዕሚ ፀይቂ እያ ነይራ ሰበይትኻ ፀይቂ ፀይቂ እያ ነይራ ሽዑ እንታይ ገይራ ፓልታዛ ዝነበረት ኣብ ቪደር የኸዳ እዋ ከምዚ ከኣ እዚ እኮ ላላላ ሕጂ እንታይ ድዩ ክስታይ እኳ እዩ ዝሓለፈ ድዩ ክስታይ ከምኡ ድዩ እቲ ሙድ እኳ እዩ እቲ ሙድ እዩ

እንታይ ድዩ ሸላ ኣነ ሲ መንግስቲ እስኻ ኢኻ መንግስቲ ምባለይ ብኸምዚ እየ ዝፈትወካ ዝኾነ ነገር ሲ በቃ ቂምታ የብልካን በቃ ኩሉ ንፃህ ጌርካ ንህዝብኻ ከመይ ትሓልሉ ኣነ ብቐዳማይ ኣነ ነጊረካ እየ ትማል ምሸት ኣነ ይብለካ ኣለኹ ሸላ ኣነ ሽዑ እየ መስኪረልካ